ማለት እዩ ደንድል ልቢ ትበሃል ሙዚቃ ማለት ይኹን ሪኣክት ክንገብራ ሪኣክት ክብለኩም ከለኹ ከዓ ናተይ ትርኢቶ ወይ ናተይ ዝመስለን ትርኢቶ ማለት እዩ ፕሮፌሽናል ኣይኮናን ኣብ ሙዚቃ ግን እቲ ንሪኦ እቲ ንሰምዖ ኢና ስቕ ኢልና ማለት እዩ ናህና ርእይቶና ናህና ኮመንት

ኦኬይ እንዴ ኣነ ኣይተጸበኹዋን ባህላዊ ክኸውን ነው ኣይሮን ነው ናይ ፍቕሪ መሲሉ ነይሩ ካልኣይ ግዜ ነው ኦኬይ ሓድሽ ላሎ ላሎ ላሎ ማዕዶ ዘሎ ክፅዋዋዕ

ቮሊም ሲ ካብቲ ድምፁ ናቱ ይልዕል ኣሎ ኣይሮኖ ንምንታይ ግን ከምዚ ዝርብሸካ ዘሎ ዓይነት ከምኡ ኮይኑ ይስማዕ ዘሎ ንዓይ ንምንታይ ከም ማራ ሃይ ቮሊም ገይሮም ኣብቲ ሜሎዲ እንደ ክኾነና መራኸቢ ባትካትና መላዘቢ ላሌላኖ

ኣነ ከምዚ ባህላዊ እየ ትጽበያ ግን እታ ሙዚቃ ናይ ብሓቂ ናይ ባህላዊ ኣይኮነትን ኣብቲ ቪድዮ እዩ ዘርኢ ዘሎ ሶ ከምዚ ሚስትሪ ዓይነት ደርፊ እያ ማለት እዩ ከም እንሻላ ከምኡ ዓይነት በዓልካ ክትግምቶ ኣለካ ወይ በዓልካ ምሻሉ ጥዑይ ጌርካ ውሽጢ ዕሙቕ ኢልካ ትኣትወሉ ዘለካ

ድንግል ልቢ ትነትብተሎ ሰይ ላሎየ ላሎ ኣብዛ ደርፊ ሲ ብዙሕ ዝተፋለለየ እዩ ንሰማማዕ እዩ ዘሎ በቲ ሓደ ወገን በቲ ሓደ ወገን ሕደ ንኽውን ከም ህዝቢ ምሻ ኣሎ ብጣዕሚ ትገልፅ ዘላ ናይ ህዝቢ

እንድዒ ኣነ ኣይተጸበኽዋን ከምዚ ክትከውን ካብ ኣቤል ክፍሎም ማለት ከምዚታት ከ ኣይተጸበኽዋን ከም ኣብቲ ቪድዮ እንድሕር ተሪኢኻያ ገለመል ንእሽተይ ሚስትሪ ምሻሎ በዓልካ ክትፈትሓ ትኽእል ከም ዓይነት ቪድዮ ክሊፕ እያ እንደገና ኣብቲ ግጥሚ ተሰሚዕኻዮ ከዓ ብጣዕሚ ምሻሉ ዝተኣሳሰሪ ግን ክትፈትሓ ኣለካ እስከ ሓጂ በዓልካ ማለት እዩ ናይ ብሓቂ ገለ ዓይነት ደርፊ ናይ ብሓቂ ኣንደስ ኢላትኒ እንድዒ ንእሽተይ ከምዚ ከ ኣብቲ ስምራ ምናልባት ከሳዕስዕ ዝክእል ክከውን ምሻሎ ሰብ ተሓጉሹ ናሳዓስዕ ናዓ ናደረፈ ኮም ኣነ ተጸበዮ ነይረ ግን ከምቲ ዘሎ ዘሎ እዩ so ያ ናይ ኣነ ኣዋ ጥራሕ ኣነ ንእሽተይ ኮምፕሌን ዝገብር ኣብቲ ስምራ ጥራሕ ምሻሎ ተሓጉሹ ሰብ ክስዕስዕን ገለመለን ንእሽተይ ኮቦሮ ምሻሎ ትርል ዝበለ ኮቦሮ ምሻሎ ከምኡ ዓይነት ኣነ ደስ ምበለኒ ነይሩ ንክሰምዖ ማለት እዩ ግን ኦቨሮል ተኮይኑ ብጣዕሚ ብጣዕሚ ደስ ኢላትና እየን ያ ኣህብ ኩልኹም ኢንጆይ ጌርኩም ስጋ መወዳእታ ዝረኣኹምና ታንክ ዩ ሶ ማች ኩሎ ጉዳሊ ማለት ካብ ልበይ ዝወፀ ቀሪብና ኢና ከዓ ዓሰርተ ሓደ ሽሕ ማለት እዩ ሶ ብኣኹም ብኣኹም ኩሉ ግዜ ይኸኣለ እዩ ብኣኹም ማለት እዩ ሶ ያ ናይ ልማዓንቲ ደምና እዚኣ ነይራ ኤንድ ሲ ኔክስት ታይም